መጀመርያ እዚ ኣብ ምስታፍካ ኣብዚ ዋዕላ እዚስ እቲ ዝተሰመዓካ ሓፈሻዊ ስምዒትካ ከመይ ረኺብካዮ እዚ ተራ? ብጣዕሚ ተሓጒሸ ጽቡቕ ረኺበዮ ምኽንያቱ ኣብዚ ካብ ሓደ ኣውራጃ ወይ ካብ ሓደ ሃይማኖት ፍሉይ ኣይኮነን ኔሩ እቲ ፑብሊኩም ካብ ዝተፈላለዩ ኣውራጃ ኣሕዋትና ናይ ብሓቂ እየ ተሓጒሸ ከም ኤርትራዊ ሃገራዊ ዝኾነ ኣኼባ እዩ ነይሩ። እቲ ትሕቲ ሃገራዊ ዝኾነ ኣኼባ ኣይኮነን። ብጣዕሚ ድማ ከምዚ ክቕጽል ድማ ተስፋ እገብር። እዞም ኣዳለውቲ ድማ ዶክተር ዓንደብርሃን፣ ስድራ ቤቱ፣ በዓል ዮናታን ብጣዕሚ ነመስግኖም። ክቕጽልዎ ድማ ተስፋ ንገብር። ሕራይ ኣቶ የማነ ኣብዚ ስምፖዝዮም እዚ ሓንቲ ወረቀት ኣቅሪብካ ኔርካ ብዛዕባ ኤክስተርናል ስትረትስ ቱ ኤሪትሪያን ናሽናል ሰኩሪቲ ወይ ከኣ ግዳማዊ ስግኣታት ንጸጥታ ኤርትራ ዝብል ኣርእስቲ ብዛዕባ እዛ ወረቐት ነቶም ተኸታተልትና ገለ ኣጭር ዝኾነ መብርሂ ምሃብካና ዶ? ግርም እወ ዋላ ሓንቲ ጸገም የብሉን ግዳማዊ ረቑሓታት ክበሃል እንከሎ ሕጂ ንሕና ካብ ርሑቕ ግዳም ዝመጽእ ጸላኢ የብልናን። ካብ ቀረባ እያ ኩሉ ሰብ ድማ ጸላኢኻ ኣብ ቀረባ ኣብ ጥቃኻ ዝህሉ ምሳኻ ብዶብ ዝዳወብ ኩሉ ሰብ ከሰሓሕበካ ይኽእል እዩ ብኡ ድማ ሕጂ ምኽንያት እቲ ዘሎ ናይ ብሓቂ ጸገም ብጀካ እቲ ኣብ ኤርትራ ዘሎ መንግስቲ ገዲፍካ ማለት እዩ ነቲ መንግስቲ ክንገድፎ የብልናን እቲ መንግስቲ እቲ ዓቢ ጸገም እቲ መንግስቲ ኣብ ኤርትራ ዘሎ መንግስቲ እዩ እዚ ከይጠቀስክዎ ክሓልፍ ኣይደልን እየ። ግን ብድሕሪኡ ኣብ ወያነ እዩ ወያነ ሕጂ ከመይ ኢና ንገልጾም ከም ኢትዮጵያ ዲና ከም ትግራይ ገና ኣይተፈልጠን እዩ ዘሎ ዝመስል ብዝኾነ ግን ኣቲ ዓቢ ጸገማት ዝነበረ ኣብ ኢትዮጵያ ዝነበረ መንግስቲ ብህግደፍ ዝምራሕ ነዊሕ ዓመታት ኣብ ሸንኮለል ኣሕሊፍዎ እዩ ንህዝቢ ኤርትራ ሕጂ እውን እቲ ኩነታት ከምኡ ይቕጽል ኣሎ እቲ ኩነታት ምናልባሽ ሕጂ ጠጠው ክብል ተስፋ ንገበር ሕጂ እቲ ካብቲ ቀንዲ ጸገማት ዝግበር ዝነበረ እንታይ እዩ ኣብቲ መጀመርያ እዋናት ነቲ ካብ ሃረር ገቡ ካብ ውልቀ ምልኪ ስርዓት ሃዲሙ ዝመጽእ ዝነበረ ድሕሪ ክልተ ሽሕ ዓመተ ምህረት መንእሰያት ኤርትራ ክንዲ ተወዲቡ ሰሪሑ ኣንጻር እቲ መንግስቲ ክቃለስ ዝሕግዝዎ ከምዚ ዌልካም ሆም ዓይነት ኣቀባብላ እዮም ዝገብሩ ነይሮም፣ እንቋዕ ደሓን መጻእካ ንዓድኻ፣ ንዓድኹም ኢኹም መጺእኩም ዘለኹ ዓይነት ክስታይ ይገብርዎ ነይሮም። እዚ ዘርእየካ እንታይ እዩ፣ እቲ እቲ ዓላማታት ናቶም ንኢሳያስ ንምግምጣል ወይ ንምውዳቕ ድሌት ኣይነበሮምን፣ ንኢሳያስ ስዒርናዮ ኢና ዝገብረና የብሉን ዝብል ኣረኣእያ እዩ ነይርዎም። ናቶም ኣረኣእያ ዝብለካ ዘለኹ ሕጂ ብኡምኽንያት ነቲ ኤርትራዊ ዝነበረ ጥራይ እንቋዕ ደኣ መጻእካ፣ ተመሃር ሰብ ክመሃር ይኽእል እዩ፣ ሓርስ ሰብ ክሓርስ ይኽእል እዩ፣ ኣብ ርእሲኡም፣ ብኣውራጃታት ምእካብ፣ ነቲ ዝመጸ ሰብ ከም ኤርትራዊ ናይ ስደተኛ መዓስከር ክንዲ ምሃብ፣ ብኣውራጃ ኣበይ ኣለኹም ደቂ ኣከለጉዛይ በዚ፣ ደቂ ሓማሴን በዚ፣ ደቂ ሰራየ እስላም ከኣ ናትኩም ክስታይ ኣይገበርኩምን፣ ውድብ መስርቱ ገለ ዘረባታት ይስማዕ ነይሩ። ብጀክኡ ኣብ ኣብቲ ከባቢ ዝኣትዋ ዝነበራ ደቂ ኣንስትዮውን ም ይምርዓውወን ነይሮም ወይ የውልድወን ነይሮም ክትብል እኽእል። ምኽንያቱ ህጻውንቲ ቆልዑት ከይተረፋ እየን። ናይዚ መረጋገጺ ድማ ኣዲስ ኣበባ ከድካ እንድሕር ሪኢኻዮ፣ ኣነ እኳ ባዕለይ ኣይከድኩን፣ መንእሰያት ማእለያ ዘይብሎም ትግርኛ ዝዛረቡ ኣለዉ፣ እንድሕር ሓቲትካዮም እንታይ ኤርትራዊ ዲኻ ተብልካዮም ኣደይ ኤርትራዊት ኣቦይ ትግራዋይ እዮም ዝብሉኻ። ሕጂ እዚ ሓደ ካብቲ ተጋሩ ዝጥቀምሉ ዝነበሩ ነቲ ዓሌት ክስታይ ምቕያር ምቕያር ወይ ድማ ምጥፋእ ወይ ጠፊኡ ሃዲሙ ክኸይድ ዓዲ ገዲፉ ክኸይድ ወይ ድማ እንድሕር ወሊድካሎም ድማ ተቐይሩ እቲ ክስታይ ክጠፍእ እዩ። ሕጂ ከምዚ እናገበርካ ነቲ ቃልሲ ምድኻም፣ እቲ ሰብ ብዛዕባ ሃገሩ ከም ዘይሓስብ፣ ብዛዕባ ሃገሩ ከም ዘይግደስ፣ ሓቢኡ ኣንጻር እቲ ስርዓት ከም ዘይቃለስ ኣብ ምግባር ብዙሕ ክስታያት ገይሮም እዮም። ኣብ ከባቢ ሽመልባን ማይዓይንን ዝነበረ መዓስከራት ብኸምኡ እዮም ነቲ መንእሰይ ሒዞሞ ነይሮም። ብጣዕሚ ዘሕዝን እዩ። ካልእ ካልእ ነገራት እውን ነይሩ ኣብኡ ዝግበር ዝነበረ ግን ሕጂ ኣብዚ ኣብ ሜድያ ዓዊልካ ክትዛረቦን ክተብሎን ኣድላይ ኣይመስለንን። እዚ ኣብቲ ከባቢ ክስታይ ዝነበረ ክኸውን ከሎ ኣብ ኣዲስ ኣበባ ድማ ነተን ውድባት እተን ቆይመን ዝነበራ ውድባት ተላ ተቓወምቲ ውድባት ንኢትዮጵያ ክኣትዋ ዓዲሞመን ናብ ኢትዮጵያ ክስታየን ኬሮመን ከም ዝለምሳየን ጌሩ ከም ዘይሰርሓ ሻለቃ ከም ዘይሰርሓ ኪድ ኣይንሕግዘካን ኢና ኪድ ካብ ዓድና ውጻእ ተይልካዮ ሰብ ጽቡቕ እዩ ግን ኣብ ዝቆፈሩን ደሓን እናተባህለ ዓመታት ዓመታት ወሲደን እዚ ናይቲ ናይተን ውድባት ጉድለት እዩ ጥራይ ኢልካ ክትጠቕሶ የብልካን ባዕሎም እቶም መራሕቲ ናይተን ውድባት እውን ነዚ ነገር ተረዲኦም ክሃድሙ ወይ ድማ ገዲፎሞ ክኸዱ ይግበኦም ነይሩ ኣይገበርዎን ግን ስለዚ እዚ ከምዚ ዝኣምሰለ ኩነታት ይቕፅል ነይሩ ስጋብ ክልተ ሽሕን ዓሰርተ ሸሞንተን ክልተ ሽሕን ዓሰርተ ሸሞንተን እቲ ኣብ ኢትዮጵያ ዝነበረ ናዕቢ ናይ ህዝቢ ናይ ቄሮን ናይ ናይ ፋኖን ብጣዕሚ በርቲዑ ንወያነ ስርዓት ክሳይ ከም ዘይቅጽል ስለ ዝገበሮም ኣብይ ናብ ኢትዮጵያ ተመሊሱ ምስ መጸ ወያነ ንዓዶም ኣትዮም ማለት እዩ መራሕቲ ኣብቲ እዋን ሕጂ እቲ ንዓና ዘገድሰና ማለት እዩ እቲ ናቶም ጉዳይ እዩ ንሳቶም ነቲ ህዝቢ ኣኼባታት ገይሮም ወያነ ዳርጋ ዓሰርተ ሽዱሽተ መዓልቲ ዝኾን ቀጻሊ ኣኼባ ከም ዝገበሩ ዝከር ኣብ መወዳእታ እንታይ እዮም ዝብልዎ ነይሮም ነቲ ህዝቢ? ደርጊ መጺኡ እኳ ይቕሬታ ሓቲቶም ይቕሬታ ሓቲቶም ረሲዕናኩም ነይርና ኢና ዓይነት እዩ። ሕጂ ግን ኣይንርስዓኩምን ኢና፣ ህዝቢ ትግራይ ድማ ሕጂ ተዳሎ ተዓጠቕ ምኽንያቱ ደርጊ ተመሊሱ ይመጸካ ኣሎ ብዝብል እቲ ህዝቢ ከዳልውዎን ንውግእ ክቀራረቡን ከለዉ ብግሉጽ ይረኣ ነይሩ። ኤርትራዊ ድማ ነዚ ምስ ሰምዐ ኣብቲ ንዓና ዘገድሰና ክኣቱ ሓያሎ መንእሰያት እዮም ንትግራይ ገጾም ጎፊሮም ንባይታ ክንከይድ ኢና ትብል ጠቃልያ ነይራ እታ ባይታ ትበሃል ሕጂ ትግራይ እያ ነይራ ብክሸና ክሱዳን ክንቃሳቀስሉ ዝኽእሉ ኩነታት ኣይነበሮምን እንድሕሪ ብፍላይ ቋንቋ ዓረብኛ ዘይትኽእል ኮንካ ኣስላማይ ተዘይኮንካ ምስቲ ዝነበረ ኣብ ከሰላ ውግኣትን ገለን ክትንቀሳቐስ ተሓቢእካ ክትነብር እውን ኣይትኽእልን ኢኻ። ሕጂ ከምኡ ስለ ዝነበረ መብዛሕትኦም ንትግራይ ገፆም እዮም ዝንቀሳቐሱ ነይሮም። ኣብኡ ግን ዝግበረሎም ሓገዝ እውን ኣይነበረን። እንታይ እዩ ዝግበር ነይሩ ሓገዝ? ቡክ ጌርካ ምቕባል ሕጂ እውን። ሆቴል የእትዉኻ፣ ብላዕ ስተ፣ ለስላሳ መተ። ምሳይ እውን ፅሑፋት ኣሎ እንድሕር ኣድላዪ ኮይኑ ክዝርግሖ እኽእል እየ። ከለ ከለ ካብቲ ሴኩሪቲ ናይ ትግራይ ናይ ክልል ትግራይ ብስራሕ ናብ ኣባና መጺኡ ስለ ዘሎ ምግቡ መደቀሲኡን ለስላሳ መጠጥን መስተን ስጋብ ስርሑ ወዲኡ ዝኸይድ ብናትና ሒሳብ ክሳይ ግበርዎ እዩ ዝብል ትጽዕባይ ከምኡ ጌርካ ነቲ ሰብ ምዝንጋዕ ምሓዝ ጽቡቅ ቀበልዎ ነይሮም ኣብዚ ስጋብ ኣብዚ ግን ካብኡ ንደሓር ንዝገብሮ ዝነበሩ ምንቅስቃሳት ወይ ንውሽጢ ኣትዮም ክሰርሑ ኣብ ዝፍትኑሉ ዝነበሩ ዝግበረሎም ዝነበረ ምትሕብባር ዳርጋ ኣይነበረን። ከምዚ እናበለ እቲ ኩነታት ቀፂሉ። ኣብቲ እዋን እቲ ካብ ደገ ሰብ ይኸይድ ነይሩ ንትግራይ። እሱ ጥራይ ዘይኮነ ካብ ውሽጢ ድማ ወታደራት ዝነበሩ ብረቶም ደርብዮም ንትግራይ ኣትዮም ኮሻለቃ ነይረ፣ እሞታለቃ ነይረ፣ ሻም ኮነሬል ነይረ ዝብሉ ኣብ ትግራይ ኣትዮም ብረቶም ደርብዮም መፂኦም ኣብ ትግራይ ኣትዮም ብሮት ሃቡና ክንምለስ ኢና ክንዋጋእ ዝብሉ ነይሮም።

ክትኣትዉ ትኽእሉ ኢኹም ፖለቲካ ክተንቅሑ ካብዚ ካብ ትግራይ ተበጊስኩም ግን ሰብ ክትቀትሉ ኣይነፍቅደልኩምን ኢና እዚ እዩ ነይሩ እቲ ኩነታት ሕጂ እቲኦም መንእሰያት ዝኣትዉ ዝነበሩ ግን ውሽጢ ኣቲና ክንሰርሕ ወተሃደራዊ ስርሒታት ክንብል ኣቱ ዝብሉ እዮም ነይሮም ስጋብቲ ኢትዮጵያ ወራር ንክስቶ ገጻ ትመጽኣሉ ግዜ እቲ ኩነታት ከምኡ ኢሉ ጸኒሑ ኣብ ሰንፈላል ጸኒሑ እትም ነቲ ምንቅስቓሳት ዝመርሕዎ ዝነበሩ ድማ ሓቅሊ ሃይሽ ምሁራት እዮም ካብ ደገ ዝመጹ ወታደራዊ ተመክሮታት ኣይነበሮምን መስርዕ ከማን ኣብ ኩናትሲ መስርዕ ክትመርሕ ከይከኣልካ ክልተ ሚእቲ ሰለስተ ሚእቲ ሰብ ክትመርሕ ኣይትኽእልን እያ መወዳእታ ኣብቲ ኢትዮጵያ ን መቐለ ዝሓዘትሉ ግዜ ዳርጋ እቲ ኩናት ምስ ተጀመረ ድሕርቲ ናይ ሰሜን እዚ ምህራሞም ማለት እዩ ሽዑ ብረት ሃብዎም ተባሂሉ። እቶም ሓደ ንኣሽቱ ምሳይ ዝራኸቡ ዝነበሩ መጀመርያ ናይ ሓንቲ ጋንታ ብረት ክንበኩም ኢና ኢሎሞም ነይሮም። ጭቡጥ ግን ናይ ጋንታ ብረት እውን ኣይሃብዎምን ሽዱሽተ ብረት እዮም ሂቦሞም ነይሮም። ካላሽን ንሱ እውን ከም ብዙሕ ኢና ርኢናዮ ነይርና ሓቂ ተሓይሽ ግን እቲ ብድሕሪኡ ዝሰዓበ ንኹሉ ኣብኡ ዝነበሩ ኤርትራዊ ዕጠቑ የዕጥቑዎ እቲ ኩሉ ዝነበረ ብረት ኢትዮጵያ ክትወስዶ እያ ግዲ ኮይኑ እተዉ ኢሎሞ ብረቱ ኣማቲቖም እተው ኢሎሞም ክኣትዉ ከለዉ ንውሽጢ ሕጂ ፋሕፋሕ ኢሎም ድሮ ኢትዮጵያ ኤርትራ ሽዑ እንዳ ኣባጉና በጺሓ ስለ ዝነበረት ቦምባ ትትኩስ ነይራ እኮ ኢሎምና ሕጂ እቲ እቲ ዝነበረ ተቓዋሚ ዝበሃል ሰራዊት መብዛሕትኡ ፋሕፋሕ ኢሉ እቶም ዝተረፉ ውሑዳት ናብ ትግራይ ገጾም ምስ ተጋሩ ኣትዮም ዝተረፉ እሶም እዮም ተሪፎም ነይሮም እምበር እቲ ካልእ ዳርጋ ብኹፉ እዩ ጠፊኡ። ስለምንታይ ከ ወያነሲ ንስርዓት ኢስያስ ከወድቕ ኣይደለዮን?
ኣነ ከም ዝመስለኒ ኢሰያስሲ ነቲ ኤርትራዊ የጥፍኣሎም እንድዩ ነይሩ። ኢሰያስ ነቲ ኤርትራዊ የጥፍኦ ስለ ዝነበረ እንታይ ገይሩና ኢሰያስ ንሶም ብናቶም ኣረኣእያ ኢሰያስ ብጣዕሚ ብንዕቀት ይርእይዎ ነይሮም ኢሰያስ ንሓንቲ ክገብረና ኣይክእልን እዩ እቲ እቲ ዝመጽእ ዝነበረ ሓበሬታ ንደገ ካብ ወያነ ንዓና ውን ሓቂ ይመስለና ነይሩ ኤርትራ ሰራዊት የብላን ዓይነት እዩ ዝመጽእ ነይሩ። ክዋጋእ ዝኽእል ሰራዊት የብላን ሓንቲ ቦጦሎኒ ሰላሳ ሰብ እዩ ዘለዋ ሓንቲ ብርጌድ ሓምሳ ሰብ እዩ ዘለዋ እሶም ድማ ኣረግቶት እዮም ገለ ካብ ሓበሬታ እዩ ዝመጽእ ነይሩ ብርግጽ ወያነ መስለኒ ነዚታት ይኣምንዎ ነይሮም መስለኒ ስለዚ ካብ ሸነኽ ኤርትራ ካብ ወገን ኢሳያስ ክመጽኣና ዝኽእል ብርቱዕ ሓይሊ የለን ዝብል እምነት እዩ ነይርዎም እንተደሊና ሕጂ ኣስመራስ ብዘይ ጸገም ክንኣቱ ኢና ዝብል ኣስመራ መዓት ብረት እዩ ነይሩ ማእለያ ዘይብሉ ብረት ብሚሳይላትን ገለመለን ዓጢቖም እዮም ነይሮም

ኣብኡ ሃሪሞም ከም ዝነበሩ ይፍለጥ። ኣብ ዋጋ ናይ ክልተ ሽሕን ዓሰርተ ሓሙሽተ እያ ነይራ። እወ፣ ኣብኡ ሃሪሞም ከም ዝነበሩ ይፍለጥ። ካልእ ግን ዝጠቅም ምንቅስቓሳት ዝገበርዎ ነገር ኣይነበረን። ነቲ ኤርትራዊ ግን ዓጊቶሞ እዮም። ብጭቡጥ ከማን ሓደ ሓንቲ ጋንታ ድያ ገለ ትኸውን ብዘይ ናቶም ፍቓድ ንውሽጢ ኤርትራ ኣትያ ሓንቲ ስርሒታት ሰሪሓ ነይራ። እቲ መራሒኣ ዝነበረ ኣብ ሆቴል ተቐቲሉ። መን እተው ተባሂሉ ኣሎ። ሓደ ካልእ ምስኦም ዝነበረ ንእሽተይ ሓላፍነት ዝነበሮ ወዲ ኣብ ደንቨር ረኺበዮ ነዊሕ ኣሲሮሙኒ እዩ ነዊሕ ኣሲሮሙኒ ኣሜሪካዊ ስለ ዝኾንኩ መንግስቲ ኣሜሪካ ኣውጺኡኒ እዩ ሰብ ሽሙ ፈልጦ እዩ ከይተረፈ ሕጂሲ ብዘይ ናቶም ፍቃድ ንውሽጢ ኣቲኻ ዝስራሕ ስራሕ ኣይደልይዎን ነይሮም ፈጺሞም ፍቃድ ከኣ ሂቡኻን እዮም ነይሮም ሕጂ ብኸምዚ እንታይ እዮም ዝገብርዎ ነይሮም እቲ ናይ ዕድመ ናይ ኢሰያስ ኢንዲሪክት ጀናል ክኮኑ ነይሮም እንታይ ክይገብረ ንዕቀት ስለ ዝነበሮም እያ ኣብ ኢዝ ኢሳያስ ንድሕሪ መንግስቲ ቀይሮሞ ምናልባሽ ካብ ኢሳያስ ዝከፈ ሰብ ክመጾም ይክእል ይኮን የስ ብኤርትራ ዝድግፎ ስለምንታይ ንርዚቱ ኣያቱ ኣብቲ ኣብቲ ካሊእ ሸነክ ከ ኣብቲ ናይ ዝገብርዎ ዝነበረ ኣብ መንጎ ህዝቢ ኤርት ንህዝቢ ኤርትራ ንምፍልላይ ብ ሃይማኖት ዶ ብ ኣውራጃ ዶ ተዓዊቶም ዶ ይመስለካ ኣብዘን ዝሓለፋ ጽልዋ ኔርዎ ድዩ ዓቢ ጽልዋ። እወ ዶክ ኔሩ ጽልዋ ብፍላይ ድማ ኣብ ኣብ ሜድያታት ብፍላይ ኣብ ሜድያታት ብዙሕ ጽልዋታት እዩ ኔርዎ እቲ ኣብ ሜድያ ዝስማዕ ዝነበረ ዘሕፍር ዘሕንኽ እዩ ሰብ ከም ከም ፖፖሎቲካ ሰብ መጠን ክዛረቦ ዘይግባኣ ኣጸያፊ ነገራት እዩ ኔሩ ን ኤርትራ ብኣውራጃ ምፍልላይ ኣስላም ከም ዘይ ኤርትራውያን ምቁጻር ኮምፕሌት ከም ዘይ ኤርትራውያን ምቁጻር እሞ እንታይ ድኣ ክንገብሮም ኢና እቶም ኣብ ኤርትራ ዘለዉ እንተ ተባህለ እሶም ቪዛ ጌርካ እኮ ክሞቱ ይኽእሉ እዮም ኣብ እስራኤል እውን እኮ ሰለስተ ሚልዮን እንታ ትብሎ ፋልስጤን ኣለዉ ብቪዛ ይነብሩ ሰሪሖም ይነብሩ እቶም ኣስላም ከ ኣብ ኤርትራ ዘለዉ ገዛ ዓዶም ከም ሕጂ እዚ መግለጺታት ብውልቀ ሰባት እዩ ዝወሃብ ነይሩ ግን ካብቲ ቴሌቪዥን ናይ ትግራይ እዩ ኣብ ሚድያታት ስቂሉ ጥራይ ኣይኮነን ኣብ ቴሌቪዥን ናይ ትግራይ ተጋሩ ነዚ ጠጠው ከብልዎ ኣይደለዩን ወይ ክእርምዎ ኢሎም እውን ኣይፈተኑን ብዙሕ እዩ እቲ ዝግበር ዝነበረ ጸይቅታት ብዙሕ እዩ ብዙሕ ድማ ነቲ ህዝቢ ክፈላልይዎ ጀሚሮም ነይሮም ብፍላይ ኤርትራ ትበሃል ሃገር ከማን ከም ዘላ ኣይገልጹን እዮም ገሊኦም እንታይ እዮም ዝብሉ በይዓድኻ ዝተባህሉ ትግራዋይ የብሉን ትግረ ኣበይ እሞ ትግራይ ዓድኻ ኣይገልፅን እየ ጥራይ እንተገሊፀ እንታይ እየ ዝገልፅ ሰሜን ትግራይ ደቡብ ትግራይ እቲ ደቡብ ትግራይ ትግራይ ናይ ብሓቂ እዩ ሰሜን ትግራይ ዝብሉዋ ከዓ ኤርትራ እዩ ሕጂ እንታይ እዩ ነይሩ ኩሉ ኤርትራ ናትና እያ እቲ ኣብ ትግራ ኣብ ኤርትራ ዘሎ ወዲ ከበሳ ድማ ትግራዋይ እዩ ናትና ሰብ እዩ እዚ መግዛእቲ ዶ ዶብ ዝፈጥሮ ዶ እዩ ዶ ገለመለታት እቲ ነዚ ዶባት ምሸላ እቲ ኤርትራ ዝበሃል ሽም ባዕሉ ካብ መግዛእታውያን ዝመጸ እዩ እምበር እታ ኤርትራ ናትና እያ እቲ ህዝቢ ናትና እዩ ሕጂ እቲ ኤርትራ ዝብል ሽም ከማን ኣይጥቀምሉን እዮም ኔሮም ብጣዕሚ ዘሕፍር ዘሕዝን እዩ ህዝቢ ኤርትራ ሰላሳ ዓመት ተዋጊኡ ንዓታቶም ውን ሓጊዝናዮም ኢና ኣነ ባዕለይ ብዙሓት ተጋሩ ምሂረ እየ ከቢድ ብረት ኣሊመ ምሳይ ኮይኖም ውን ኣብ ብጅግንነት ዝተሰውኡ ተጋሩ ኣለው እዚኦም ውን ኣይንክሕዶን ኢና ምሳና ኣትዮም ሕጂ ግን እዚ ድሓር ዝነበረ ናይ ወያነ ኣካይዳ ብጣዕሚ ዘሕፍር እዩ ድሓር ንሕና ኣይገበርናን ዓይነት እዩ ሻለቃ ሰብ ክዛረቡ ይገድፍዎ ጠጠው በል ኣይብልዎን እዩ ብናቶም ወግዓዊ ቴሌቪዥን ክእርምዎ ውን ኣይረኣዩን እዮም ኔሮም ኣየገድሽዎም እቲ ህዝቢ ኣፍ ሕንፍሽፍሽ ክኣቱ ፍንፍሽፍሽ ክኣቱ እሱ ድማ ሐዚ ኣብ መንጎ እቲ ክስታናይን ኣብቲ እስላማይን ኤርትራ እኮ ጸገም ክፈጥር ጀሚሩ ነይሩ እዩ ዘይምትእምማን ብፍላይ እቲ ኹናት ምስ ጀመረ ንዓይ ሓቲቶሙኒ እዮም ኣብ ሚድያ ክቀርብ ኣስላም ኤርትራውያን ናይ ብሓቂ እዮም ከዋጥሩኒ ጀሚሮም ዋእ ኣነ እኮ ኢለዮም ከማኹም እኮ ስፈርየ ኣነ ወያነ እዛ ዓዲ ከይትሕዛ። ኣነ ዝሕጎስ መስለኩም ወያነ እንድሕር ኤርትራ ኣትያ ዝሕጎስ መስለኩም ከማኹም ምስከፍ እየ ኣነ ከማኹም ተራተሪ ጸሪ እየ ወያነ ክትሕዝ ሕጂ መወዳእታ ግን ስጋብ ሕጂ ምስኣቶም ጽቡቕ ርክብ ዘለና ሓቢርና ንሰርሕ ኣለና እቲ ኩሉ ዝነበረ ግዕዘይ ገለመለታት ሕጂ ህዝቢ ኤርትራ እናተረድኦ ዝኸይድ ዘሎ መስል ኩናት ተጀሚሩ እቲ ውጽኢት ናይቲ ኩናት ድማ ርኢናዮ ኢና ፍቕሪ ሓደ እዚ ካብዞም ሜድያ ዝነበሩ ብፍላይ እዞም ጨረምረም ዝብሉ ዝነበሩ ወያነ ትስዓር እያ ዝብል እምነት ኣይነበሮም። ወያነ ኣራት ኪሎ ክትኣቱ እያ፣ ተደልያ ድማ ወያነ ኣስመራ ክትኣቱ እያ ዝብል እምነት እዩ ነይርዎም። ሕጂ ብኡ ምኽንያት መልሓሶም ፈጺምካ ዘይኡከብ ዘሕፍር ነገራት እዮም። ፖለቲካ ገርመን ኣነ ክልተ ሰባት ኣብ ሜድያ ቀሪቦም ጻዕዳ ክዳን ተኸዲኖም ናይ ህዝቢ ምስ ናይ ሃገር ባህሊ ተኸዲኖም ኣብ ሜድያ ቀሪቦም ፋየር በዓል ይገብሩ ነይሮም። እንታይ እዩ እቲ እቲ ዘግብሮም ነበረ ወያነ ወሎ በጺሓ ደሴ በጺሓ ኮምበልሻ ክበሃል ከሎ ሰብ ኩናት ስለ ዝገበረ ኣብ ኩናት ተዓዊቱ ኢልካ ጻዕዳ ክዳን ትኽደን ብጣዕሚ ዘሕፍር እዩ እዚኦ እዚኦ ሕጂ ካብ ስጋብ ሕጂ ውን ካብቶም ሌፍ ዝብሉ ንሕና ዝጻረፉ ዋላ ንዓይ ከማ ናይ ኢስ ናይ ኢሰያስ ኩርኩርዮ ገለ እዮም ዝብሉኒ ዘለዉ ሕጂ ድላዮም ይበሉ ህግደፍ ኮይኑ ኢሉ ሂቡ ገለ ይብሉ ኣለዉ ኣነ ናይ ኢሰያስ ኩርኩር ኣይኮንኩን ኣነ ህግደፍ ኣይኮንኩን ኣነ ኤርትራዊ እየ ወያነ ምስ ወያነ ኮይነ ኣብ ታንክታት ናይ ወያነ ተወጢሐ ግን ኣስመራ ክኣቱ ኣይደልን እየ ሕጂስ እሳቶም ጻዕዳ ክዳን ተኸዲኖም እዚ ዙርያ ኣብ መርዓ ገለ ትኽደኖ ጌሮም እቲ እቲ ናይታ ሜድያ ሓላፊ ድማ ሓደ ካብቶም ሓሰውቲ ረሳሕ ዝኾነ ሰብ እዩ ኣነ ውን እኮ ጻዕዳ ክዳን ዘይተኸደንኩ ካብ ስራሕ መጽእ ስለ ዘለኹ እዩ እምበር ጽቡቅ ጌርኩም ጻዕዳ ክዳን ጻዕዳ ደናቆር እዮም እምበር ወያነ ኣብኡ ክጠፍኡ ከም ዝኾኑ ንፈልጥ ኔርና ክሓልፉ ከም ዘይክእሉ መን ሽሙ እንታይ ዓይነት ኣተሓሳስባ ዘለዎም እዮም ብፖለቲካ ባዶ እዮም መራሕቶም ብወታደራዊ ባዶ እዮም ኣመስኪሮም እዮም ኣነ ሪኤ ኣይፈልጥን ኣብ ዕድመይ ኣብ ሓፂር ግዜ ሽዱሽተ ሚእቲ ሓሙሽተ ሚእቲ ሽሕ ዝኸሰረ ወታደር ሪኤ ይፈልጥ ሰውራ ኤርትራ ሰላሳ ዓመት ተዋጊኡ እንድዒ ምስ ጀብሃን ምስ ሻዕብያን ዝነበረ ኩሉ ደሚርካ እንድዒ ክልተ ሚእቲ ሽሕ ተበጺሑ ኣይበጽሕን እዩ ከማን ብኩሉ። እቲ ሰብ ሕሱር እዩ ምስኦም። ዝገርመካ እዩ ዝኣመኑሉ ንሶም ሓሙሽተ ሚእቲ ሽሕ እዮም ዝብልዎ ምሽ ግን እቲ ጸሊም ቁጽሪ ካብኡ ዝበዝሐ ምኳኑ ፍሉጥ እዩ ሶም ምዉታት እዮም ሓሙሽተ ሚእቲ ሽዱሽተ ሚእቲ ዝብልዎ ድሓር ዝጎደለ ሰንከለ ሕጂ ናይ ሸኻትን ናይ ኣቅሽትን ዕማ እናወሰዱ ሰባት ይሕክሙ ኣሎ ኢሎሞ ኣብቲ ዓዲ ካብ ፋሻ ስለ ዘይሩ ነዚ ንምግባር ተበጊሶም መዓት ኪሳራታት ተሸኪሞም መጽዮም። እቶም እዚኦም ግደፎም እቶም ኣብ ኢትዮጵያ ኣብ ትግራይ ዘለዉ እባ ሓለፍቲ እዮም ምሽ እዞም ኣብ ሜድያ ዝነበሩ ድማ ናታቶም ኣፈኛታት ጻዕዳ ክዳን ተኸዲኖም ኣዲስ ኣበባ ክንኣቱ ኢና ኢሎም ምናልባሽ ኣምባሳደራት ክኾኑ እዮም ዝጽበዩ ነይሮም መስለኒ። ስለዝስ ንዓና እቲ ውጽኢቱ ሕጂ እቲ ሰራዊት ኤርትራ ምስዓሩ የሓጉስ እዩ። ግን ኣነ ጻዕዳ ክዳን ተከዲነ ዋላ እምብልታ ክሃርም ክሕጎስ ኣይደልን እየ መስዋእቲ ሰብ ተሰዊኡ ኢለ ኣይሕጎስን እየ ደቅና እዮም ናእሽቱ ቆልዑት እዮም ዋላ እቶም ተጋሩ ዋላ እቶም ኢትዮጵያውያን ዋላ እቶም ኤርትራውያን ዝሞቱ ዘለው መፍትሕኡ ሰላም ምኳኑ ይኣምን እየ ኣነ ሰላም ምኳኑ ይኣምን እየ ኣነ ኩናት ካብኦም ንላዕሊ ነይረ እየ ኩናት ፈልጦ እየ ኩናት ተዓዊቱ ኤርትራዊ ኢለ ኣይሕጎስን ግን ሰራዊትና ሞገስ ይግብኦ እዩ ክብረ ሞገስ ይግብኦ እዩ ደቡ ሓልዩ ምውጽኡ ጽቡቅ እዩ።
ሕራይ ሕጂ ወያነ ተሳዒራ እያ ዘላ ዕጥቃ ከም ትፈትሕ ተገዲዳ እያ ዘላ ዳርጋ ናብኡ ኣንፈትና ዘለና። Still ክሳብ ሕጂ ውን እሱ ንሳቶም ወያነ ዝፈጠርዎም ውዱባት ኤርትራውያን ኢና በሃልቲ በዓል ብሩህ መጻኢ ዶ ማር ገለ ኣግኣዝያን ዶ ትግራይ ኣለዉ ክሳብ ሕጂ ውን ኣብቲ ሙዶም

ኣይርዳእካን ደሓር ገርመካ ኤርትራውያን ኢና ብሉ ኣነ ሕጂ ኣብዚ ኣብ ልዕሊ ህዝቢ ትግራይ ጽልኢ የብለይን ፈጺሙ እቶም መራሕቲ ናይ ፖለቲካ ናይ ተጋሩ እቶም መሻኪን ቆልዑት ዝኸዱ ነበሩ ከማን የደንግጸካ እዩ ኣብቲኦም ናተይ ጽልኢ እቲኦም ናይ ፖለቲካ ሰባት ወይ ወታደራዊ ሓላፍ ናይ ትግራይ ዝበሃሉ እምበር ህዝቢ ትግራይ ምሽክናይ ከም ጸላኢ ኣይሪኦን እየ ኣነ ብሰላም ከማን ክንነብር ንኽእል ኢና ዶብካ ተተሓንጺጹ ዶብካ ተሓንጺጹ ብሰላም ዘይትነብረሉ ምኽንያት የለን እዞም ዝበልካዮም ሕጂ ኤርትራውያን ኢና እዮም ዝብሉ ገርመካ ከሎ ኤርትራውያን ኢና እዮም ዝብሉ ትጋሩ ኢና ይብሉን እዮም ኩሉ ዝኸይድ ፀረ ኤርትራውነት እዮም ዝኸዱ ንሕና ፀረ ኢሳያስ ክንዛረብ እንከለና ንሳቶም ብታሕቲ ታሕቲ ኮይኖም ንኤርትራ የንኩልዋ ነይሮም ኣንፃር ኤርትራውነትን ኤርትራን ይዛረቡ ነይሮም ሕጂ እቲ ኩናት ምስ መፀ ግን ናይ ብሓቂ ሰንቢድና መስመር ክቕይር ከም ዘለኒ ፈሊጡ ኣነ ብፍላይ ከማን ናይ ጥራይ ዘይኮን ካልኦት እውን ነይሮም ኣነ ኣብዚ ከምዚ እንድሕር ኮይኑ ምስ መንግስትና ኢና ምስ ሰራዊትና ኢና ምስ ህዝብና ኢና ዘለና ሓቀይ ድማ መንግስቲ ሰራዊት ብዘይ መንግስቲ የለን ተርዲናላ ሰራዊት ብዘይ ህዝቢ የለን ህዝብን ሰራዊትን መንግስትን ሓደ እዩ እንድሕሪ ምስ ሰራዊተይ እየ ዘለኹ ኢልካ ምስ መንግስትኻ ድማ ኣለኻ ማለት እዩ ምስ ህዝብኻ ድማ ኣለኻ እንድሕሪ ክሳ ይርእዮ ንኣብነት ሕጂ ናይ ተጋሩ ርእዮ ካብ ናይ ኤርትራ ሰለስተ ኣርባዕተ ሓሙሽተ ዕጽፊ ዝኸውን ወታደር እዮም ኣሰሊፎም ስጋብ ሚልዮን ዝኸውን ግን ጠፊኦም ብኹፉእ ንምክንያቱ ዝረብሕ መንግስቲ ስለ ዘይነበሮም። ክመርሖም ዝኽእል ክመርሖም ዝኽእሉ ስለ ዘይነበሩ ስለዚ እቲ ብኤርትራ ዝነበረ ሰራዊት ውን ዝመርሖ ሓይሊ መንግስቲ ተዘይህልዎ ኣይምተዓወተን ኔሩ ኣዚኣ ግን ሕጂ እታ ዘረባ ኣብዛ ኩናት እያ ባዕዳዊ ወራሪ ክመጽእ እንከሎ ጥራይ እያ ትምልከት እምበር ኣነ ሕጂ ደጋፍ ናይ እቲ መንግስቲ ናይ ኤርትራ ኣይኮንኩን ኣንጻር እቲ ናይ መንግስቲ ኤርትራ ሕጂ ውን ክቃለስ እየ። ግን ሰላም ይሃቡና ቅድም ተጋሩ እዚ እዩ እቲ መሰረታዊ ዘለኹ ተጋሩ ሰላም ሂቦምና ነይሮም እንተንኾኑ ክንቃለስ ዕድል ሂቦምና ነይሮም እንተዝኾኑ ቀደም ኢሰያስ ምወደቀ ነይሩ እቲ ዶብና ክሕንጸጽ ፈቂዶም ነይሮም እንተዝኾኑ ኣሕመድ እዚ ዕስራ ዓመት ኣብ ድፋዕ ዝገበረ መንእሰይን ኢሰያስ ምገምጠሎ ነይሩ። ኢሳያስ ነዛ ኩነታት ተበሊጾሙላ በዓል የማነ ማንኪን በዓል ኢሳያስን እንታይ ኢሎም ንሕና ዲሞክራሲ ኣይንገብርን ኢና ኢሎም ምኽንያቱ ሓደጋታት ኣለና ኢሎም ሓደጋታት ኣለና ናትና ናይ ህላወ ኩነታት የተሓሳስበና ስለ ዘሎ የማነ ማንኪ ብግልጺ እዩ ዲሞክራሲ ዝበሃል ነገር ኣይንገብርን ኢና ኢሎም ምኽንያቱ ኣብ ሓደጋ ኢና ዘለና ሕጂ እዚ ኩሉ መንእሰይ ኣብ ድፋዕ ዕስራ ዓመት ዝበለየ ኮልቦ ናይ ወያነ እዩ እሱ እዩ ከማን ሓደ ካብ ዝሓ ወያነ ዱብ ክዕንጸጽ ተሰማሚዖም ነይሩ ተወሩ እቲ ሰራዊቲ ስራሕ ዘይብሉ ኣብ ከተማ ስራሕ የለን ኣብ ኤርትራ ትፈልጥ እያ መነባብሮ ጽቡቅ የለን ንሱ ነቲ መንግስቲ መገምጥሎ ነይሩ ጽቡቅ ዕድል ሂቦሞ ጽቡቅ ዕድል ፈጢሮምሉ ንርእሶም ኣብ መወዳእታ ድማ ብሕማቅ ጠፊኦም ንዓና ውን ለኪሞምና ከይዶም ስለዚ ሕጂ ውን ድሕር ኮይኑ ኣነ ዝኾነ ሓይሊ ንኤርትራ ክወርር ዝመጽእ እንድሕር ኮይኑ ዕድመይ ደፊኡ ይፈልጥ እዩ ኣረጊት እየ ዓቅሚ የብለይን ግን ኣብ ድፋዕ ከይደ ክስዋእ ጥሙይ እየ። ሕራይ ኣቶ የማነ ኣብ መወዳእታ ዘላትኒ ሕቶ ኣብዚ እዋን እዚ ወያኔ ኣብ ዝዓረበሉ እዋን እቲ

ንሶም እንድሕር ተዓሪቅና ኢሎም መሕጎስ ተተዓሪቆም ድሕር ሰላም ገይሮም ግን ናይ ብሓቂ ሰላም ክመጽእ ይክእል ድዩ እቲኦም ዝሕተቱ ሰባት ከይተሓተቱ እዚ እዩ ንዓይ ዝግምት ናተይ ግምት ምክንያቱ እቲ ሰብ ሕጂ ምስ ረኣየ ክንደይ ሰብ ጠፊኡ ኣሎ ምስ ፈለጠ ናይ ብሓቂ ክኩሪ እዩ እቲ ህዝቢ ትግራይ ማለተይ እዩ ደቆም ጠፊኦም ኣለዉ ማእለያ ዘይብሎም እዚ ምስ ፈለጡ መን እዩ ደቅና ኣበይ ከይዶም ኢሉ ክሓትት እዩ እዚ ጥራይ ኣይኮነን ኢትዮጵያውያኑ ውዒሎም ሓዲሮም ሓቲዮም ብዙሓት እዮም ስጋብ ሕጂ እውን ዝብሉ ዘለዉ ናይ ሰሜን እዝ ዝነበሩ ሰባት ኢትዮጵያውያን ኣበይ ጠፊኦም ኢሎም ይሓቱ እዮም ዘለዉ ውዒሉ ሃዲሩ እውን እዚ ሕቶ እዚ ክመፅእ ከም ዝኽእል ግምት እዩ ግን ኣነ ኩናት ኣይምነን እየ ሰላም እንድሕር ገይሮም ፅቡቅ እዩ ግን እቲ ብኤርትራ ዘሎ መንግስቲ ድማ ነቲ ዶባቱ ክሕንፀፅ ክቃለስ ኣለዎ ኣብ ምሻለካ ዶብ እንድሕር ዘይተሓንፂፁ መሰረታዊ ዝኾነ ፍታሕ ክርከብ ኢለ ይኣምን እየ ሕጂ ኣበይ እዮም ዘለዉ ሰራዊት ኤርትራ ኣይፈልጥን እየ ንድሕሪት ድዮም ስሒቦም ዘለዉ ወይስ ኣብቲ ናይ ኤርትራ እታ ሽም ተወሲኑላ ዘሎ ዶባት ድዮም ዘለዉ ኣይፈልጥን እየ ስለዚ እታ ዶብ እንተ ትሕጸጽ እሞ ሰላም እንተ ዝነብር ክልቲኡ ህዝቢ ደስ ምበለኒ። ሕራይ እቶም ናይ ኣብ ዲያስፖራ ዘለዉ ተቃወምቲ ኤርትራ እቶም ንለውጢ ዝቃለሱ፣ ሓደ ክመጹ ድዮም ክወሃሃዱ ነቲ ስርዓት ክቕይሩ ተስፋ ኣሎ ዶ ትብል? እንድዒ ኣነ ብዙሕ ዝፈልጦ የብለይን ሕጂ ሎሚ ዝነበረ እዚ ኣኼባ ብጣዕሚ ጽቡቕ እየ ረኺበዮ ከምዚ እንድሕር ኮን ሓቢርና ክንሰርሕ ተዄንና በዚ መንገዲ እዚ እንድሕር ክንምዕብል ኮንና ማለት እዩ ኣስላማይ ክስታናይ ከይበልካ ኣውራጃ ከይረኣኻ እንድሕር ክንምዕብል ኴንና ለውጢውን ክመጽእ ይኽእል እዩ፣ ምዕባሌታት እውን ክመጽእ ይኽእል እዩ። እንድሕሪ ግን ኩሉ ሰብ ዓሰርተ ሰባት ሒዙ ናቱ ውድብ ሒዙ እንድሕር ኮፍ ኢሉ ግን ዕምባሌታት ክመጽእ ይኽእል እዩ ኢለ ኣይኣምንን እየ። እንታይ እዩ ዘ ብግብሪ ክትሰርሕ ክትንቀሳቐስ እንድሕር ዘይክሰ ክኢልካ ትርጉ ለውጢ የብሉን። ስለዚ እዚ ክርድእዎ ኣለዎም። እቲ ኣብ ውሽጥና ቃልሲ መሰረታዊ ሕቶ ኣብዚ ክበርህ ዘለዎ እንታይ እዩ መቃልስትኻ ምፍላጥ እዩ። መቃልስትኻ እንተዘይፈሊጥካ ጸላኢኻን ፈታዊኻን እንተዘይፈሊጥካ ኣብ ቃልሲ ኣይትዕወትን ኢኻ። ኩሉ ብሓንሳብ እንድሕር ከምዚ ሓደ ዋንቶፍ ኣይንቶፍ ዝብልዎ ክስታይ ኣሎ ብጀርመን ሓንቲ ሰበይቲ እንድሕሪ ክስታይ ዘይብላ ኮይና ዝኾነ ኣብ ታላጅኣ ገለ ዝረኸበቶ ብሓንሳብ ሓዊሳ ትሰርሖ ምግቢ ኣሎ ሻላኪ ኩሉ ወላ ሰላጡ እቲ ስጋ እቲ ገለ ድንሽ ኩሉ ብሓንሳብ ተእትዎ ሕጂ ከምኡ ኮንካ እንድሕር ትቃለስ ኮንካ ኣብ ቃልሲ ትዕወት ኢኻ ድሕሪ ኤርትራዊ ኮንካ እንታይ ዕላማ ኣለካ ተፈሊጡ ትቃለስ ተኾንካ ጽቡቕ እንተዘይኮይኑ ግን ምስ ተጋሩ ብውሽጥኻ ዘለው ምስ ንኤርትራውነት ዘይኣምኑ ናስላም ዝጸልኡ ወይ ድማ እስላም እንድሕር ኣልዮም ነቲ ክስታናይ ዝጸልኡ ርእየኳ ኣይፈልጥን እየ ከምኡ ኢላ ከምኡ እንድሕር ክትቃልስ ኮንካ ዓወት ክርከብ ኣይክእልን እዩ ስለዚ መቃልስትካ ምፍለጥ ናይ ብሓቂ ኤርትራውያን ዶ ንምንታይ ይቃለሱ ኣለዉ ስጋብ ሕጂ ዝሃስየና ዝነበረ እኮ ንሕና ዲሞክራሲ ንብል ኣለና ኢሳያስ ዳውን ዳውን ኢሳያስ ንብል ኣለና ኣብ ውሽጥና ኮይኖም ግን ዳውን ዳውን ኤርትራ ይብሉ ነይሮም ኤርትራን ኤርትራውነትን ክጠፍእ ኣለዎ ኤርትራ ውነት ካንሰር ይብሉ ነይሮም ከምዚ ዓይነት ዘረባ ዘረም ረሳሕ ንሕና ትግራይ ምዃን ካንሰር ኣይንብል ኢና ተጋሩ ምኩሕ ህዝቢ እዮም ካብ ትግራይ ዘይውለድ ዓቢ ኣይኮነን ኢሉ ኣምኖም ኢና ጽቡቅ እዩ ግን ንዓና ኣብዚ ጉዳይና ሰላም ይሃቡና ናብ ጉዳዮም የተኩሩ ከምዚ እንድሕር ጌርና ከማ ንናቶም ረብሓ ክብሉ ንናቶም ረብሓ ክብሉ ከምኡ እዩ እንተዘይኮይኑ ግን እንድሕር ሕጂ እውን ካብ ትግራይ ወይ ካብ ኢትዮጵያ ዝመጽእ ታህዲድ ንዓድና ገጽና ርኢና ሱቕ ኣይክንብል ኢና ነቲ መንግስትና ክንሕግዞ ኢና ነቲ ሰራዊትና ክንሕግዞ ኢና ኣይትሓዘለይ መሪር እዩ ደስ ኣይብለካን ይኸውን ግን እዚ እዩ እቲ ሓቂ ድሕሪ ካብ ደገ መፅኡ ነቲ ሰራዊት ከውድቆ ተኮይና ዓይ ደው ኢሎም ኣብ ገዛ እዮም ኮም ኢሎም ሎሚ ኮንኩም እኳ ንኮም ኢሉ ዳርጋ ቅድሚ ክልተ ዓመት ተኮይናት ክጅመር ከሎ እዩ ደው ኢሎም ሲ ሓግዙና ነዚ መንግስቲ ክነውድቆ ምስ ትግራይ ኮይና ፈጺሙ ኣይኮኑን ኢለ ፈጺሙ ኣነ ምስ ምስ ባዕዳውያን ኮይነ ምስ ወያነ ኮይነ ኣንጻር ሰራዊተይ ኣንጻር ህዝበይ ኣንጻር ደቀይ ደቂ ደቀይ ከማን እዮም ዝዋግኡ ስሉ ኣይዋጋእን ኢለ ስለዚ ዘረባ ምብላሕ ትርጉም የብሉን እንታይ ትገብር ምስ መን ትቃለስ ኣለኻ ትፈልጥ ኣለ መሰረታዊ ሕቶ ንሳያ ኣብ ዓወት ጸላኢኻን ፈታዊኻን ምፍላጥ ቀዳማይ ጸላእን ካልኣይ ጸላእን ጌርካ ትሰርሖ ማለት እዩ ሕጂ እንድሕር ሓደ ሃይሊ መጺኡ ንኤርትራ ክወራ ጀሚሩ ንዓይስ እቲ ቀዳማይ ጸላኢ ተወዲሑ ኣሎ ኣብ ኤርትራ ዘሎ መንግስቲ ኤርትራዊ እዩ ንዑ ካልኣይ ደረጃ እየ ዝሰርዖ ዝኾነ ሰብ ዕረ ይጥዓሞ ኣይገድሸንን እዩ ሙሉእ ሜድያ ትሰምዖ ኣለኻ ዩቱብ የማነ ተኽለ ሪሽ ከዳዕ የማነ ተኽለ ገሪ ሰሊሙ የማ ትግራይ እዮም ይበሉ ኣነ ነብሰይ ባዕለ ይፈልጣ እቶም ዝፈልጡኒ ድማ ክፈልጡኒ ዝደልዩ ኣነ ኣይከዳዕኩን ኣንጻርቲ መንግስቲ ድማ ካባይ ንላዕሊ እውን ዝቃለስ የለን ብግብሪ ግን ነቲ ኣብ ኤርትራ ዘሎ መንግስቲ ባዕዳውያን መጺኦም ከውድቅዎ ሱቅ ኢለ ኣይርእይ እዚ ነቶም ከምኡ ዝብሉ ኤርትራውያን ድማ ይድግፎ ሞገስ ንኩሎም ኤርትራውያን ከምኡ ዝብሉ ኩሉ ኤርትራዊ ድማ ንጹህ ዝኮነ ብውልቂ ይኩን ውድብ ይሃልዎ መግለጺ ክወስድ ኣለዎ ሃገረይ ንካልእ ኣይሸይጥን እዚ ናይ ናይ ናይ መንሽሙ ዝገለጽናዮ ኔሩ ሪእ ሰሚዕካዮ ኣለካ ናይ ናይ ናይ ናይ ብራስል ኣኼባ ንሱ ባዕሎም መንግስቲ ኤርትራ ደገፍቲ ከማን ሰሚዖሞ ንዓይ ቁሩብ ኣብቲ ቪድዮ ናቶም እትው ኣቢሎምኒ ኣለዉ ሕጂ ውን እቲ መርገጺየይ ሽዑ ንጹር ነይሩ ክልተ ሽሕን ዓሰርተ ሸሞንተን እዩ ንሕና ምስ ወያነ ብዘይ ዶብ ክንነብር ኣይንደልን ኢና ኣብ ባድመ ትኸፍትዎ ኮለጅ ኣየድልየናን እዩ ምሻ ኣለካ ዶብና ንደሊ ኢና ዶብ ዘላታ ኤርትራ ክርኢ ኢለ እየ ተቓሊሰ ኢለ ኣብቲ ኣኼባ እቶም ደቂ ቆልዑት ምሳይ ዝነበሩ ድማ ኩሎም ደጊፎምኒ እቲ ኣኼባ ከምዚ ነይሩ ሕራያ ኣቶ የማነ የቀንየልና ኢዚ ኩሉ መብርሂታት ምሃብካ ክቡራት ተኻተልቲ